ኣባኣ ኣሲርናዮ መሊስና ትማሊ ንግሆ ናብ ትማሊ ደውግሕ ሰዓት ሓሙሽተ ኣሕጺብናዮ። ብመሰረቱ ጥዑይ እቲ ወዲ ሕማም የብሉን ብራዘር። ዓሰርተ ሽሕ ከፊልካስ ናብ እስርቤት ይቅየር ኣሎ ብጣዕሚ ብጣዕሚ ጽቡቅ። ነቲኦም ደላሎት ስለ ዘጋለጸ ክቀትልዎ ደልዮም። ሰብ የብለይን ኣዝማድ የብለይን ኢሉኩም እዩ። ካብዚ ንላዕሊ ዋላ ሓንቲ መረጋገጺ የብልካን። ስለዚ ነጋን ሴምን ዝበሃሉ ሰባት ክተሓዙ ኣለዎም። ግልጺ ዝኾነ ስጉምቲ እያ እዚኣ። ነጋን ሴም ዝበሃል ወድን ክልቲኦም እዮም ኣምፅኦም ኣብዚ ሚድያ ስለዚ እዚኦም ሰባት እዚኦም ኣበይ ኣለዉ ሕጂ ኣበይ ኣለዉ ናይዚ ወዲ እዚ ተሓትቲ እሶም እዮም ኩላህካ እጠቕ ክልቲኦም ደላሉ እዮም ክልቲኦም ደላሎ እዮም በቃ ኣለቀ ኣነ ግልፂ ገይረ ክነግረኩም ነዚ ቆልዓ እዚ ካብ እስር ቤት ኣውፅኦም እዮም ኣበይ ኣሎ ኣበይ ኣሎ ተወዲ እቲ ወዲስ ኣበይ ኣሎ ኣበይ ኣሎ እቲ ወዲ ኣበይ ኣሎ ሳሚ ኣበይ ኣሎ ኣነ ብጣዕሚ እዩ ዝገርመካ እዚኦም ደቂ ሓማሴን መብዛሕትኦም ኣብዚ ኣብዚ ሚድያ ዘለኹም ሲ እንታይ ኢኹም በሊእኹም ትድቅሱ ዘለኹም ኣይዶን ሓውኹም ኣይትሓትሉን ኢኹም ሓውኹም ሲ ኣይትሓትሉን ኢኹም ክንደይ ትሓምቁ ኢኹም ኣታታ ክንደይ ት- ክንደይ ትብስብሱ ኢኹም ኣታ ንኣኹም ደይኮነን ሓደራ ሂብኩም ደሎ ዘይትሓትሉ እሱኹም ኣይምልከተኩምን እዩ ኣይምልከተኩምን እንድዩ እዚኦም ለያቡ ሸቲ ሕብረተሰቦም ባዕለገታት እ? ከምዚኦም ረሳሕ ርኢ ሰሚዐ ይፈልጥን ሕብረተሰብካ ዜጋኻ ተዕቅቦ እምበር ኣይትሸጦን ኢኻ ንሓደ ጀለብያ ዝኽደን ሰብ ኣይትሸጦን ኢኻ እዚኦም ግን ሸየትዮም ብለካ ኣለዉ ባዕሎም እዚኦም ሸየትዮም ነጋ ዝበሃልን ሴም ዝበሃሉን ክልቲኦም ሸቀጥቲ ሌያቡ መደናገርቲ እዮም ስለዚ ክተሓዙ ኣለዎም። እዚኦም ሰባት ሰብ እዮም ዝሸጡ ዘለዉ ድጭወዩ ዘለዉ ሰባት ድማ እንታይ ከም ድበፅሆም ዝፈልጥ እዩ ድፈልጥ ጉሊቶም ይሽየጥ ኣሎ ይቕተሉ ኣለዉ ንባርነት ዓዲ ዓረብን ዓዲ ገለን ከይዶም ሰብ ኣብ ዘይፈልጦ ኣብ በረኻታት ኣብ 21 ሴንቸሪ ሲ ብዘይ ደሞዝ ጓል ኣንስተይቲ እዞም ዓረብ ከም ድሌቶም ንሓሙሽተ ንዓሰርተ እንዳገበርዋ ናይ ሴክስ ኢን- ኣብ ናይ ሴክስ ኢንዱስትሪ እንዳኣተውዋ እንዳተገረፈት እንዳተሃረመት ኣወዳት ደሞ ኩሊቶም እዮም ዝሽየጥ ዘሎ ሰብ ክጭወ ከሎ ሱቅ ኢልኩም ምጭዋይ ጥራይ ኣይኮነን ድህሪ ምስ ተጨወ እንታይ ኣበዩ ዝበፅሕ ብዙሕ እኮ ወደይ እኮ ብሊብያ ገይሩ ወፂኡ ሲ ባህሪ በሊእዎ ዝበሃል ነገር ኣሎ ኣብ ባህሪ ጠሊቁ ሞይቱ ኣብ ባህሪ ጠሊቆም ደሞቱ ብዙሓት ኣለዉ ብባርነት ዝተሸጡ ሰባት ድሓዮም ዘይብልና ብዙሓት ሰባት ኣለዉ ነዚኦም ዝሸጥዎም ሰባት ድማ ሕጂ ኣብ በዓል ዩጋንዳ ኣለዉ ስረሆም ይሰርሑ ኣለዉ ነዚኦም ሰባት ነቃልኦም ኢና ንብል ዘለና ናታትኩም ድርሻ ስእሎምን ሽሞምን እዚኣ ጥራይ ሃበሬታ ሃቡና ሚኪ ሚዲኡ ከፊቱ ገጹ ቀሊኡ ደፋር ኮይኑ ከማን ከምዚ ድገብር ዘሉ ብዙ ሰብ ከምዘይደፍር እዩ ኣብ ናይ ስዱ ስጋብ ዘይደመፀሲ ኣስቂጣ እያ ሱቅ ትብል ዘላ ዋላ ዮናስ ደብዳቤ ይፅሕፍ ኣለኩ ይብል ኣሎ ንህና ድማ እቲ ኦርጋናይዝ ድግበር ጌርና ኣብቲ ድብፃ ቦታ ካብ ብሕጂ ንዚኦም ሰባት ኣብ ድብፃ ቦታ ክነብፅሆም ኣለና ሰብ እንዳሸጡ ዝኣከብዎ ሰልዲ ነዚኦም ምስ ሰልዲኦምን ምስ ናብርኦምን ክታዙ ኣለዎ የስ ብጣዕሚ ብዙሓት ሰባት ንሴክስ ኢንዱስትሪ ድኸዱ ኣዋልድ የሕዋትና ኣለዉ ኣብ ድተሸጣ ድሃዮም ዘይብልና ብዙሃት ኣወዳት ኩሊቶም ወፂኡ ሬስኦም ኣብ በረኻታት ተደርብዩ ኣሎ ግን ብዙ ሰብ ዝፈልጥ እንታዩ ኣብ ናይ ሊብያ በረኻ ክሰግር ከሎ ሞይቱ ዝኸውን ይባላል ኣይኮነን ድተጨወዩ ሰባት ኣለ ነዚኦም ድጨወዮ ሰባት ድማ ነዚ በቃ ህርካም ገለ ሚእቲ ዶላር ክልተ ሚእቲ ዶላር ንክረኽቡ የሕዋቶም ዝሸጡ ኤርትራውያን ድማ ኣለው ካብ ሕጂ ንህና ብሽም ኤሪትራዊ ከምዚ ኣይገብርን እዩ ኢልና እ፣ ክሳድና ኣድኒና ንነብረሉ ግዜ ኖ ከነቃልዖ እዚኦም ኤርትራውያን ኣይኮኑ እዚኦም ሰ- ሓደ ኤሪትራዊ ኤሪትራዊ ዘብሎን ዘየብሎን ኣ- እ፣ ናቱ ዝኾነ ክስተ ኣለዎ እቲ ኣነ ቴሌፎን ደዊለ ነረ ሓንቲ መኪና ዝተተሓዘት መኪና ኣላ ኣብ ሱዳን ኣብ መንጎ ሱዳንን ኣብ መንጎ ሊብያ እቶም ዝተበገሱ ከዓ ካብ ካምፓላ እዮም ተበጊሶም እቶም ሰምሰርቲ ሓሙሽተ ሽሕ ዶላር እንተዘይከፈልኩም ኣይትወፁን ኢሎም እቶም ዳዓሰሮም ሰባት ኣብ ሱዳን ዳዓሰሮም ሰባት ናብ ካምፓላ እንዳደወሉ ነቶም ሰምሰርቲ እዮም ዝረኽቦም ዘለዉ ስለዚ እዚ ከዓ እንታይ ኮኔክሽን ከም ዘሎ እዩ ዘርእየካ ዘሎ ከመይ ገይሮም እቶም ጨወይቲ ምስቶም ሰምሰርቲ ርክብ ኣለዎም ይርዳእካ ኣሎ ምሽ ድብለካ ደዊሎም ንካምፓላ ሓሙሽተ ሽሕ ዶላር እንተዘይከፈልኩም ኣይትወፁን ኢኹም ክንቀትለኩም ኢና ይብለዎም ኣለዉ ኢሉኒ ሕጂ መበገሲኦም ካብ ካምፓላ እዩ ሎሚ መዓልቲ ትብገስ መኪና ኣላ ድህር ክንዲዚ መኪና ክትብገስ ኣላ ኢሎም ኣብ እንዳ ሻሂ እንዳ ሓበሻ ከይተረፍዮም ዝጥቁዎ ህጋዊ ኮይኑ ዘሎ ሂማን ትራፊኪ ሎሚ ትብገስ መኪና ኣላ ንሊብያ ንገለመለ እንዳተባህለስ ኣብ እንዳ ሻይ ናይ ዩጋንዳ ኣብ ኩሉ ኣብ ናይ እንዳ ናይ እንዳ ሓበሻ ናይ ዩጋንዳ ኣብ ካምፓላ ኣው እዩ ዝጥቃ ዘሎ ስለዚ ቴሌፎናት ኣለዎም ገለ ኣለዎም ነዚኦም ንምርካብሲ ቀሊል እዩ ስለዚ ተጓይና ክንረኽቦም ክንክእል ኣለና ምክንያቱ እቲ ሰዓቤናት ከይሰዓረረ ከሎ ህዝብና ቪክተማይዝ ከይኮነ ከሎ ኦረዲ መዓት ንኣሽቱ ቆሎ መንስያት ተበጊሶም ድሮ ዝተተሓዙ ሰላሳን ገለን ሰባት ኣለዉ ኣብ ዶብ ሊብያ ከምኡ ኣብ ዶብ ሊብያን ሱዳንን ከምኡ ክብለኒ ፀኒ ደው ኢሉ ካብ ዩጋንዳ ይደውሉለይ ስለዚ ንህና ውፈይ ተመስገን ካብ ኢትዮጵያ ተገላጊሎም ክንብል ከዓ ካብ ዩጋንዳ ከዓ ጀሚሮሞ ኣሎ ተረዲኦምኒ ሰባት ሱዳን ብገለ ገይሮም እቲ ሰብ እኮ ኢሉ ይርዳእካ ምን ዓይነት ህዝቢ ነው ኣይዶ ነው ብጣዕሚ ዝገርመዳይሬክት ካብ ዩጋንዳ እዮም ጀሚሮሞ ሚኪ ካብ ዩጋንዳ ንጁባ ካብ ጁባ ብዳርፎር ገለ ገይሮም ሸኦ ንሊብያ የትዎም ሕጂ ቅድሚ ሊብያ ምእታዎም እንታይ ገብሩ መስለካ ኣብ ዳርፎር ይሸጥዎም እቶም ሰምሰርቲ ሓደ ሰምሳሪ ንሓደ ሰምሳሪ ዘረክቦ እቲ ሓደካ ነቲ ሓደ ሸጦ እንዳተሸጠ እንዳተለወጠ ሊብያ በፅእ ተረድኻኒ ዳትስ ሃው ደይ ዱ ስለዚ ካብ እዚ ከይተበገሱ ከለዉ ኣብ ካምፓላ ከለዉ ነዚ ነገር እዚ ኔትወርኪንግ ዝኾነ ክሪሚናል ሂማን ትራፊኪንግ ኔትወርክ ዝገብሩ ዘለዉ እታ ኔትወርክ ካብ ሱር መሰረታ ኣብ ዩጋንዳ ኣብ ካምፓላ ኢኻ ተውደቓ ትኽእል ስለዚ ንሕና ነቶም ሰበ ስልጣን ብምሉእ ሓንቲ ሰዲድና ኬፍ ኣለና ኣቶ ሃበኒ ብዛዕባ እዛ ጉዳይ ፅቡቅ ተርእስቲ ኢኹም ኣምፂኹም ወ- ሓንሳ ው- ሓንሳ ው- ፅቡቅ ሕጂ እንታይ ኢና ክንገብር ካብቲ ኦፊስ ኦፍ ፕራይም ሚኒስተር ምስ ተበገስና ንህና ክፍሊ ስደተኛ እዚኦም ሰባት ካብ ፉልስታት ምውፃእ ናይ ስደተኛ ወረቀት ምውፃእ እዮም ዝጅምሩ ተረድኻኒ ኣብቲ ዶባት ክጠቕመካ ፉልስታት ኣሳይለም ገለመለ ካብዚ እዮም ዝጅምሮ ካብዚ ቤት ፅፈት እዮም ዝጅምሮ ስለዚ ንህና ናብዚ ቤት ፅፈት ጠሪና ኣለና ናዚ ቤት ፅፈት ከዓ ዲቴል ናይዚኦም ሰባት ዲቴል ብዙሃት ሰምሰርቲ ኣለዉ ዲቴል የድልየና እዩ ስለዚ ካባኻትኩም ንደሊ ደለና መንግስቲ ዩጋንዳ ከማ መሪሮ ኤርትራውያን ኣይቅበልን እየ ስካብ ዝብል እዩ በፂኡ ዘሎ ምክንያቱ ኣብቲ ዓዲ ናይ ሰምሳራይ ናይ ገለመለ እንዳገበርኩም ሂማን ትራፊክ ስለዚ ስእሊ ስደዱልና እቲ ክሲ ክንጅምሮ ክንቅፅል ናብቶም ሂማን ራይትስ ዎች ዝበሃሉ ናብቶም ሰበስልጣን ላዕሎት ሰበስልጣን ክፍሊ ስደተኛ ዩኤንኤችሲኣር ናብ ጀኔቫ ናብ ገለ ናብ ኢንተርፖል ከይተረፈ እዚ ኣህጉራዊ ያ ገበን እዩ። ናብ ያ ኢንተርፖል ክንፅሕፍ ዲቴል የድልየና እዩ። እቲ ዲቴል ከዓ እንታይ እዩ? እዎ ስእሊ፣ ሽሞም፣ ስእሊ ቴሌፎኖም ተሓባበሩና። በቃ እሰያ ካልኦ ንዓዲ ባዕልና ንገብሮ ኢና። ፕቲሽን ኣይድለየና ገለ የድለየና። ኢንተርፖል ከማን ሓበሬታ ቀፃሊ ደውፅእ ኣብ ዌብሳይቱ ከምዚኦም ሂማን ትራፊከር ከምዚ ከምዚ ዘበሉ ሓበሬታ እንተለኩም በዚ ቁፅሪ በዚ ኢሜይል ሓብሩና እዮም ድብሉ። መሪሮም እዩ ዘሎ ዮኒ እቲ ኣብ መወዳእታ ዘሎ እቲ ሓዱሽ ሓበሬታ እንታይ እዩ ዝገብሩ ዘለዉ ካብ ዩጋንዳ ብጁባ ብገለ ገይሮም ንሱዳን የእትውዎም ኣብ ሱዳን ድማ ራፒድ ፎርስ ዝበሃሉ ኣለዉ ናይ ዩናይትድ ዓረብ ኤምሬት ሰልዲ ተኸፍሎም ናይ ፐርሰናል ሚሊተሪ ይገብርዎም ኣለዉ ኣብቲ ውግእ ምስ ሱዳን ዘለዉ ውግእ ገንዘብ ኤርትራውያን እዩ እዚ ኩሉ ዶላር ትሪኦ ዘለካ ብኦንላይን ዘድና ዘሎ በዓል ሓምዳን ሓምዳን ደጋሎ ዝበሃሉ ሲ ንኤሪትራውያን ካብ ዩጋንዳ ማይኮ ትቀጠዋለ አንዴ ቆይ ትቀጥለዋለ ማይኮ ስ ይህ ልጅ መንገድ ላይ ነው ያለውና ሰላም ሰላም ሚካ ሓወይ ኩላትኩም ሰላም ሰላም ፊ ማለት ተሸጊርና ንሓሲ ዓቕልና ፀቢብና ኣነሲ ትማሊ ትማሊ ህፃን ቆልዓ ወዲ ዓሰርተ ሸውዓተ ዓመት ወዲ ሓፍተይ ኣይደነው እንታይ ኢሎም እዮም እሳቶም ህፃውንቲ ቆልዑት እዮም ኦፍኮርስ ተሰማሚዐ እየ ከይዱ ኣብቲ ዩጋንዳ ግን በቃ ሽግር ረኺብና ኣለና ስጋብ ኣብዚ ቲክቶክ ኣካውንት ከፊቶም በቃ ፅፉፍ ስሉጥ መንገዲ ንሊብያ ኣሎ ኢሎም ደበግስዎም ኣለዉ መንገዲ ኣሎ ንባሕሪ ገለ ኢሎም ዓሰርተ ሽሕ ከፊልካስ ናብ እስር ቤት ይኽይር ኣሎ ብጣዕሚ ብጣዕሚ Yes, ጽቡቕ bravo. ኣርእስቲ ብጣዕሚ ኣርእስቲ ኣነ ወዲ ሓፍተይ ጥራሕ ዘይኮነ ወዲ ሓፍተይን ወዲ ሓትነይ ወዲ ሓት ጌና ከማን ክንድኡ ከፊለ ኣነ ትሽዓተ ሽሕ ከፊለሲ ክልተ ሰሙን ድሃይ የብለይን እዚ ሰብ እዚ ኣቱ ድዩ ኣትዩ ድዩ በቃ ክትዶ ንዓይ ክኸፍል ከለኹ እንታይ እዮም ኢሎምኒ ሕጂ ክፈለሉ ናብቲ ከተማ ከነውፅኦ ኢና ኢሎምኒ ገንዘብ ምስ ተኸፈለ ግን ክልተ ሰሙን ኣለካ ወላ ሓንቲ ወላ ሓንቲ ድሃይ ዝበሃል የብልናን ብድሕሪኡ ካልእ ወዲ ሓትነይ ጁባ ምስ በጽሐ ደዊልናሉ ደዊልናሉ ደዊልናሉ በቃ ኣበዮምና ምምላስ ሕጂ እታ ቀንዲ ምስጢር ካብ ዩጋንዳ እያ ኣብ ዩጋንዳ እዮም ዘለዉ እትዮም ገበርቲ እከይ ምክንያቱ ኣብ ኣፍሪቃ ዘሎ ሰብ ዓቕሉ ጸቢብዎ ድሕር ደኣ መንገዲ ኣሎ ኢሎም ድሕር ኣብ ዩቱብ ይኹን ኣብ እንዳሻይ ከምዚ ክብሎ ዝጸንሐ ዮኒ ድሕር ዝጥቅዑ ኣለዉ ኮይኖም ኣብ ቲክቶክ እውን ድጉስጉሱ ኣለዉ ኣነ ኣካውንት ሪኤ ጽሒፈሉ ክንደይ ግዜ ጽሒፈሉ ምምላስ ኣቢኒ ሕጂ ካብ መትኒ ካብ ዩጋንዳ ኣለዉ ሰብሰብት እዮም ከምኡ ዘለዉ ጠጠው ኮነ ብላ ኣለና ክተሓዙ ኣለዎም ብፍላይ እንድሕር ኢንፎርሜሽን ሓበሬታ እንድሕር ኣድልይኩም ዋላ ገንዘብ ኣዋጺና ዲና እንታይ ኢና ክንገብር ዘለና ኩላትና ንሕበር ንተሓባበር ኣነ ኣሕዋተይ ኦረዲ ከይዶም እዮም እቲ ኦረዲ ኣነ ግዳይ ኮይነ ከፊለ እየ ዝገብሮ ነገር የብለይን ሕጂ ገንዘብ ከፊለስ ናብ እስር ቤት እየ እትዮም ምክንያቱ ኣብኡ ምስ በፅሐ እንታይ ክገብሮ ይኽእል ይመውት ኣለኹ ገንዘብ ክፈለለይ ኢልኒ ኪድ ዋላ ይቕተሉኻ ጉዳይ ኣይኮነን ባዕልኻ ትፈልጥ ምስ በልኮ ንገዛ ደው ኢሉ ገዛ ምስ ከደ ዋይ ዋይ ምስ ተባህለ ሓፍተይ ክትሓዝን ኣይደለኹን ክትበኪ ደለኹን በቃ እንታይ ካ ትገበር ኣብዚ ማስ ሜድያ ወፅኢ ክልምን በቃ ይመውት ኣለኹ ይቐትሉኒ ኣለዉ ኢሉ ክኸፍ ከዋርደኒ ስለ ዝኾነ በቃ ሓርር እንዳበልኩ ከፍ ኢለ እምበር ኣነ እንታይ ሕጂ ብጣዕሚ ብጣዕሚ ኣነ ከምዛ ርእስቲ እዚኣ ከማን ደስ ዝበለትኒ የለን መዓት ሰብ ኣሎ ክንደይ ሰብ ድሳቀሎ ኣሎ መዓት ሰብ ኢዩ ዘሎ ኣነስ ደሓን ሃራይ ኣጋጣሚ ኣብዚ ኮይነ እንተረኺበ ርየ እንተ ካብ ገለምፀ ከፍ ኢለ ኣለኹ ክንደይ ሰብ ኣላ ክንደይ ሰብ ኣላ ኣብ ሓደጋ ትኣቱ እዚኣ ፕሊስ ሓቢርና ንስራሓላ ቴንክ ዩ የኒ ብፍላይ እንድሕር ድኾነ ኢንፎርሜሽን ኣለኩም ኮይኑ እዞም ኣብ ዩጋንዳ ዝሰርሑ ከምኡ ዓይነት

ዓሰርተ ሽሕ መሊኡ ብውሑስ መንገዲ ቢዝነስ ጌሩ ከውጻካ ይሕሾ ኣብ ሊብያሲ ዓሰርተ ሽሕ ከፊልኩም ነሕዋትኩም ኣብ ሓደጋ ተእትዉና ኣለኹም ንስኹም ብዓብዩ ኣብ ስቃይ ትኣትዉ ኣለኹም ኣብ ውርደት ኣብ መከራ ትኣትዉ ኣለኹም ሊብያ ገሃንም እዩ ገንዘብ ከፊልኩም ነቲ ሓውኹም ተለቂሑ ኣሽሓት ከፊሉ ብሰላም ተተኣትውሉ እኮ ፅቡቅ እዩ ነይሩ። ገንዘብ ከፊልናስ ነእስረኩም ኢና ዘለና እንታይ ክንገብር ንመውት ኣለና ምስ በልኩምና ስለ ደለና ኣይኮና ንኸፍለልኩም በቃ ተለቂሕና ካብ ኣዕሩኽትና ገለ ኢና ንሰደልኩም ደለዉ ደለና እንድሕር ኣለና ገንዘብ ቢዝነስ ጌርና ዓሰርተ ሸሕ ዕስራ ሸሕ ከፊልና ምእታው ምሓሸና ከምኡ ማለት ቆይ ዓሰርተ ሸሕ ከፊለ ኣለኹ ነዚ ቆልዓ መንገዲ እንድሕር ድኣ ተረኺቡ ክንድኡ ክኸፍለሉ እየ ዓሰርተ ሽሕ ብ ዕስራ ሽሕ ንኸውጾ ግን ንዓይ ምሳይ ተሰማሚዑ ተረዳዲኡ ነይሩ ተድኸውን ዋ ብውሑስ መንገዲ ገንዘብ ገይረ ከውጾ እየ ድሓስብ ነይረ ግን ምሳይ ኣይተረዳድእን ፕሊስ እዞም ኣብ ዩጋንዳ ዘለኹም የሕዋትና ምስ ኣሕዋትኩም ምስዞም ኣብ ደገ ዘለዉ ከይተረዳዳእኹም መፍቶ እዚኦም ሸፋቱ ኣይትኹኑ የሕዋትኩም ኣብ ሓደጋ ተእትዉና ኣለኹም ኣብ ኡጋንዳ ድቕመጡ እንድሕር ኣልዮም ኩላህና ኣጢቕናሲ ተረዲኩም ኣሎ ንሓዞም ናብ ሕጊ ነቕርቦ ዋ እዚ ኩሉ ሰብ ተረዲኩም ኣሎ ክድሕን ማለት እዩ ዘኤርትራዊ ዋ ኣብዚ መፂ እኮ ምሳኻ ፍሽኽ ተበለ ውሽጡ እኮ ጉህዩ እኮ እዩ ዘኤርትራዊ ፈልጡ ዲኹም ቀሊል ነገር እኮ ይኮነን ዋ ዓሰርተ ሸሕ እሞ ከዓ ብሰላም ኣየእትዎን እዮም ናብ ሓደ ይሸጥዎ ክንዲ ድኦም ይጭክኑ እዮም ብጣዕሚ ዝገርመካ ስለዚ ሕዋት እዚ ሰናይ ነገር እዩ ብሕጊ ነቕርቦም ኩላህና። ኣብ ጎንኹም ዘለዉ ሰባት ኣጋልጽዎ። ስእሎም ሃቡ። ካብ ዝለዓል ደኣሞ እንታይ ክንብለኩም ኢና ኣሕዋት? ስእሎም ዘይትህቡና እንድሕር ኮንኩም፣ ገንዘብ እንዳከፈልኩም ተብልዎም እንድሕር ኮንኩም፣ ኣብ ምንታይ ደኣሉ እቲ ሓቅነት? ዋ ሰብ እኮ ይጠፍእ ኣሎ ኣሕዋት። ንኣሽቱ ቆልኡት እዮም እኮ ዝታለሉ ዘለዉ። ወደቂ ዓሰርተ ሽዱሽተ ዓሰርተ ሸውዓተ ዓመት ኣብ ሊብያ ዘለኹም ከምኡውን ድማ ኣብ ኡጋንዳ ዘለኹም ኤርትራውያን ዋላ ሓንተ ዋላ ብኣየር ከበግሰካ እየ እንድሕር ኢልካ ኣይትበገስ ተወዲያ ኣብዚ ደገ ዓለም ዘለኹም ኤርትራውያን ድማ ጭካኔኹም ኣርእዩሎም ነትዮም የሕዋትኩም ተወዲያ ንሕና ኣይንሰደልካን ኢና ንክትመውት ኢልና ኣይንሰደልካን ኢና ቴሌፎነይ ግብ ከብለካ የበሎ በቃ ተወዲያ እንተዘይኮይኑ ግን ም ትሰዱሎም ዳህራይ ድማ ተረዲኩም ኣሎ ጸገም እዩ ድመጽእ ዘሎ ኣብ ሰለስተ ኣርባዕተ ሰብ ይሸጥዎም ከምዚኦም ዓይነት ጨካናት ሰብ ተራእዮም ተፈ- ኣይፍ- ኣይፍለጡን እዮም ኣብ ዘመን ኤርትራ እየ ድብለካ ዘለኹ ስለዚ ሃንቲያ ካባኹም ንደሊ የሕዋት ስእሎምን ሽሞምን ኣበይ ከም ድነብሩ እቶ ሕቡን ተረዲካ ኣሎ እዚ ቆልዓ እዚ ናበይ ከም ዘረከብዎ ኣይተፈለጠን ደሎ ከማን እዚ ብድሕሪ ደሎ ቆልዓ ካብ እስር ቤት ኣውፂናያ ኢሉ ኣውፂኦሞ ናበይ ሰዲዶሞ ክሳብ ሕጂ ዋላ ሓንቲ ነገር ወ- የለን ድምፁ የለ ገለ የለ ዝወዲ እዚ ተረዲካ ኣሎ ያ ስለዚ ብድሕሪኡ ተራኺብኩም ዲኹም ሕቡን ሓውና ዌልካም እሞ ሰላም ከመይ ሓዲርኩም ከመይ ውዒልኩም ጋይስ እግዚኣብሔር ያ ይመስገን ሕቡን ሓው ምስታ ያ ጓል ከማን ትማሊ ተደዋዊልና ነርና ገለ እዋ ናይ ናይ ሪቾ ስለ ደለይልሃን ነራ የናስ ስለ ደለይ ሰዲደላ ነረ ካልእ ጉዳይ እዋ ማለት እዩ ብካልእ ዝሕገዝ ኣሎ ኢላ ዝተሰምዓ ማለት እዩ ኤኒወይ ግን እንታይ መሲልካ ሚካ ዓርከይ ኣይዶኖ ብምንታይ ከም ንጅምሮ ከማን ጠፊእና ደው ኢለሉ ነይረ ነቲ ሰብ ልዕሊ ስድራ ቤትካ ክንኮን ኣይንኽእል ኢና ንሕና ሚካ ዓርከይ ሕጂ ኖ ስድራ ቦት የብለይን እኮ ኢሉ ግን ሕቡ ንሓወ እዎ ግን እሞ ስድርኡ መፅኦም ኣለዉ ንስድርኡ ቴሌፎን ናትካ ክዎም እየ እንድሕር ክሕገዙ ደልዮም ክድውሉልካ እዮም ኢልኒ ስለዚ ኣነ ጥቡቕ ኣቢለ ንዓ ሃበኒ ገለ ክብሎ ይክእልኒ እየ ተረዲኻን ሕጂ ኣብ ቅድሜና ክድውለሉ ትኽእል ዶ ሕቡን ሓወይ ነቲ ነጋ ዝበሃል ወህዝቢ ይደልዮ ኣሎ ንዑ ተረዲካ ኣሎ እሞ ኣሎ እንዶ ፓብሊክ እንዲ ቴሌፎን ዶ ይድውለሉ እቲ ህዝቢ እዎ ድብለካ ሲ ኣብዚ እምበር ክሰምዖ እቲ ቀንዲ ሲ እቲ ህዝቢ ሲ ይስማዓዮ እንታይ ይበሃል ዋላ ምሳይ ምልክዓልቲ እዎ ኖ ዓለም እንታይ ክድውለለይ ምስ ወፃኹ እኮ ክድውለለይ ፀገም የብሉን ተረዲካ ኣሎ ረኪብናያ ነርና እና ሚካ ዓርኪ እዋ ሓንሳብ ኮይና ሕጂ እንታይ ኢካ ትገብር መሲልካ እቲ ህዝቢ ባዕሉ ኣብዚ ዘሎ ፓብሊክ ስለ ዝኮነ ቴሌፎኑ ብፓፕሊክ እየ ረኪበዮ ተረዲኻኒ ዝኾነ ብዘሎሲ ክድብሎ ልኽእል እዩ ብፓፕሊክ ረኪበዮ ብድሕሪኡ ብሓንሳብ ኮይና እውን ረኪብና ኢና ብድሕሪኡ እውን ረኪበዮ ኣነ ትማሊ ብኣ ትማሊ ገለ ረኪበዮ ስኣሎ ሚኪ እስኻ ስራሕካ ገዲፍካ ሂወትካ ገዲፍካ ገለ ሰብ ክትሕግዝ ኢልካ እንዳተዛረብካ ሚኪ ዓርከይ ቁርብተይሲ ክሬዲቢሊቲ የድልየካ እዩ ነዚ ሰብ ተረዲኻኒ ቴንኪዩ እውን ቴንኪዩ ይበሃል እዩ ነዚ ሰብ እዚ ንገረኒ ኢልዮ ንገረኒ እሞ እንታይ በፂሕኩም ኣለኹም ሲ ኣብደየት ክበረኒ ኢኻ ንኸይድ ኣለና ስድራ ቤቱ ፅበ ኣለኹ ምስ በለኒ ማለት እዩ ኣይነገረኒ እንደው ኢለሉ መሊሰ እንታይ ጌርካ እዎ እንታይ ጌርካ ኢለ ስድራ ቤቱ ኣታሒዘዮ ኣለኹ ባዕሎም ስድራ ቤቱ ቴኬር ገብርዎ እዮም ኢልኒ ተረዲኻኒ ሕጂ እዎ እሞ ከምዚ ኢሎም ዝጀመሩ ሰባት ክሕግዞ ዝደልዩ ብገንዘብ ድዩ ዝኾነ ብዝተፈላለዩ ብጥዕና ድዩ ብሕክምና ድዩ ሰባት ስለ ዘለዉ ሲ እ፣ ነቶም ስድራ ቴሌፎን ናህና ምሃቦም እ፣ ኮንታክት ክንገብሮም ሽዑ ክንተሓጋገዝ ኩላህና መንእሰይ ስለ ዝኾነስ ሓግዙኒ ከዓ ስለ ዝበለ ክሕግዙ ዝደልዩ ሰባት ከዓ ስለ ዘለዉ እንታይ ኢልኒ ሽዑ በቃ ቴሌፎንካ ኣለኒ ክቦም እየ ተሌሎም ሓገዝ ክድውልልካ እዮም ኢልኒ ስለዚ እዛ ጉዳይ እዚኣ ሚካ እውን ዓርከይ ነቲ ሰብ መንታን ክርድኦ መንታን ሲ እ፣ ከምኡ ዝብሉ ዘለዉ ናቱ ስድርኡ እዚኦም
ካብ ስድርኡ ተላ ክሳይ እንድዩ ሓንሳ ካብ ስ- ሓንሳ ሓንሳ እዩ ኒ ሓንሳ እ? ካብ ስድርኡ ተላኣኹ ድዮም ስድርኡ ድዮም ፋሚሉስ ኣለዉ ኢልዎም ኦኬ እዚ ወዲ ከ እ፣ ተኣሲሩ እዩ ዘሎ ምስኦም እዩ ዘሎ
ባዕሎም እንደ መእሰርቲ ሶሳይቲ እሞ ገብር እቲ ረቢስ እቲ ናይ እዚኦም እ፣ ኣምልኮ ቤተሰብ ኢና በቲ እቶም ቤተሰብ ክስተይ ገይሮም ኣለዉ ትብሎም ሰባት በዓሎም እቶም ጫውዮም ዘለዉ ሰባት ዋላ ኣፈራሪሆሞም እ፣ እንድህር ኮይኑ ከ እቲ ወዲ እ፣ ስጋብ ወፂኡ ደይዛረብ እንድህር ኮይኑ እ፣ ሚካ ዓርከይ ንዓኻ እንታይ ደኣ ኣፕሮች ዝገብረካ ዘሎ ሰብሲ ስድርኡ ምዃኖም እንታይ ዓይነት ኤቪደንስ እንታይ በሃል ኣይትበል ኮለል ኣይትበል ኣብኡ ከለኻ ስድሩ እዮም በፂሕናዮ እንዲና ስቕ ኢልካ እዚ ህዝቢ ሎቕማፅ እንዲ ስድሪ እዮም እቶም ሰምሰር ስድሪ እዮም እቶም ሰላኣኽ ስድሪ እዮም ኩሎም ነንሕዶም ይቃረቡ ባዕሎም ኣውፅዎ ባዕሎም ቅተልዎ ባዕሎም ኣብፅሕዎ ኣይዶን ሪሊ ኬር ኣይዶን ጋዴም ሽት ኬር ብዛዕባ እዚ ጉዳይ እዚ ኣነ ብቲ ካብ መጀመርያ ባዕለይ ጠምበላሕ ኢላ እትየ ስለዚ ዝኸድክዎ እቲ ጉዳይ ተረዲእኻኒ ተሌፎን ኣለኩም መፂኹም ከማን ኣብዚ ሳክት እዞም ኣብ ብፍላይ ዝፅሕፉ ዝሓቱ ገለ ይግር- ይግረም እየ ኣብቲ ማራ ፌስ- ወረ ኣብቲ ጥራይ ፌስቡክ ኣይኮነን፣ ወረ ኣለኩም ይጋብዙ ኣለዉ። ቴሌፎን ኣለኩም ክድውሉ ትኽእሉ ኢኹም ክምልሰልኩም ይኽእል እዩ ብትብዓት ተረዲኻኒ ስኢልካ ዌስቲን ታይም እዩ ኦኬ ኦኬ ኣይ ኤኒዌይ ህቡድ ንእሽተይ ክስተይ ጌርካ ኣለኻ ማለት እዩ

ቁጥሩ የትኛ ነው? ቁጥር እቲ እቲ ቁፅሪ ስደደሉ ባ ሕቡን ሓወይ ብቲክቶክ በዚ ስለ ዘይጠዕመኒ እ? ኣብ ኣብ ኮመንት ወላ ጸሓፈለይ እው ኣብዚ ይደ- ይደውለሉ እስከ ዋላ ሓንቲ እስኻ ብድሕሪ ደሎ ዕለዮ እሞ ዮናስ እዚ ባ ክስታይ ክንገብሮ ኢና ክንድውለሉ ኢና ኣብዚ ትኽ ኢልና እለዮ እሞ እቲ ህማን ትራክ ገለ ዝብለሎ ያ። ይፈጣሪ ዕለዮ እሞ እሱ ንዕኡ ደውለሉ ኣጀን- ንዕኡ ኣጀንዳ ትገብሮ ዘለካ ከይመስ ንሕና ክንሓ- ክንሓካ ኢና ብስነ ስርዓት ሓራይ ስደደሉ ንዮናስ ሕቡን

የሳሚን ጉዳይ አንተን ያዝከው ትለዋለ። ማነው ስሙ? ነጋ ነው የሚባለው። ነጋ ድባሃል ኤርትራው ከማን ሰሚዕና ይንፈልጥ እዚ ለካ ፅሒፍ ኢልካ ኣሎ እዚ ታሕቲ ኣብታ ይበሃል እኮ ኣለኩም ኣብ ፌስቡክ ናቱ ኣብቲ ፖስት ገይርዎ ደሎ ፓብሊክ ቴሌፎን
ፓብሊክ ስለዝኾነ ፀገም ይብሉ

ካብ ሚድያ ኢና ንድውለልካ ዘለና በሉ።
ሄሎ ነጋ ከመይ ቀኒኻ ሰላም ድዩ? ኣብ ኣብ መስመር ኣለኻ በሎ ሄሎ
ቤላ ቤላ ኣብ መስመር ኣለኻ ነጋ ሃወይ ዮናስ ዝበሃል ካብ ካናዳ እዩ ዝድውለልካ ዘለኹ።
ሕጂ ሲ ብቐዳማይ ናይ ዝሃውና ሳሚ ዘጋጠመ ኩነታት ካብ ኣሜሪካ ደው ኢሉልካ ነይሩ በሎ ህቡን ዝበሃል ሃውና ከዓ ደው ኢሉልካ ነይሩ ሲ ማለት ዘጋጠመ ኩነታት ኣዝዩ በቃ ኣብ ሻቕሎት የትዩና ድሃዩ ክንገብር ኢልና ኢና ምንታይ እቲ ምዕባሌታት ገለ ክንፈልጥ ስለ ዝደለና ኢና
ኦኬ ጽቡቅ ሳሚ ቤተሰቡ ገለ ረኪብናዮ እንዲና ቤተሰቡ ገለ ደቂ ሓውቦ ገለ ገለ ረኪቦሞ
ሕጂ ካብኡ ምስ ረኸብናዮ ናብቲ ማይ ጨለት እንዳ ገብርኤል ውሰድዎ ኢልናዮም ናብቲ ማይ ጨለት እንዳ ገብርኤል ወሲዶሞ
ኦኬ ሕጂ እቲ ደህንነቱ ከመይ ኣሎ ደሓን ድዩ ኖኖ ካብቲ ደሓን ናብ ማይ ጨሎት ይላል እንዴ ክስታይ ግበር ብራዘር ነጋ ጥራሕ ትንሳ- አንዴ ቆይ ቆይ ቆይ አናግረን በለው አንዴ ቆይ ላውድ ስፒክ አድርገው ላውድ ስምዓኒ ነጋ ስፒከር ነቲ ሄሎ ሰብ ነጋ ሓወስ ነቲ እወ ቴሌፎኑ ሃበና በሎ ኣብ ማይ ጨሎት ዘይሰርሕ ቴሌፎን የለን ስለዚ ቴሌፎኑ ስደደልና በሎ ክረኽቦ ንደሊ ኢና በሎ። እወ እቲ ቴሌፎኑ ወይ ዲቴል እንተለካ እባ ስደደለይ በዚያ ወሳብ ጌርካ ማለት ወይ ናይ ናይቶም ፋሚሊ ስድራ ወላ ናይቶም ፋሚሊስ ቴሌፎኖም ሃበኒ እሞ ኣነ ምክንያቱም እዚያ ጉዳይ እንዳ ከረረት እያ ትመፅእ ዘላ ኩሉ እቲ ህብረተሰብ ኣብ ሻቕሎት እዩ ወዲቑ ዘሎ እዎ ሸሪና የቀኒና እንዲና ኤኒወይ ግን ድሓን ናይቶም ደቂ ሓቦ ገለ ክሰደልካ እዩ። በቃ ሐራይ ንሱ ኢና ደሊና ነጋ ምክንያቱም ሕጂ ከዓ ብኢንተርፖል ብገለ ናብ ንመፅ ኣለና እሞ ናይ ኢንተርፖል ሓንቲ ደብዳቤ ተፃሒፍ ኣላ ነዚኦም ሰምሰርቲ ገለመለ እቲ ጉዳይ ኢንቨስቲጌት ንክግበር ናብቶም ላዕለዎት በዓል መዚ በፂና ኣለና ሕጂ ቅድሚ ካብ ካናዳ ንዩጋንዳ ምብጋሰ እቲ ኩሉ ሓበሬታ ገለመለ ኣኪበ ክመፅ እዩ ፕሊዝ ስደደለይ ሕጂ ሕጂ ቴሌፎኖም መፁ ን ገለ ይብል ዘሎ ዋላ ኣብቲ ቤተክርስትያን እቲና ከለና ከምኡ ይብል ነይሩ ኦኬ
ኦኬ ስለዚ ትተራኽበና ትኽእል ዲኻ ዳይሬክትሊ
በቃ ፀገም የለን ፅባሕ ሓንቲ ረኪበዮ ሕጂ ነርሒቀ እየ ዘለኹ ወፅየ ስለ ዘለኹ ፅባሕ ሓንቲ ረኪበዮ ግን ከራኽበኩም ይኽእል እየ ፅቡቅ ሓራይ ዘይበሉ ሰዓት ክንደይ ንራኸብ ፅባ
እንተ ፀኒሕ ንዳ ፀገም የብሉን ኣብቲ ናይ ሰዓት ዓሰርተ ገለ መለኸና ከረኸቡ እንዳፀል እንተ እንደ- አ ዘመዱ ነው ይኮነ ደና ሚኪ ሓንሳ ኦኬ ኦራይት ሶ ስለዚ ሰዓት ዓሰርተ ፅባ እንድህር ንህና ናብ ህጋዊ ስጉምቲ ቅድሚ ምእታውና በዚ ናይ ኢንተርፖል ናብቶም ላዕሎት በዓል መዚ ኢና በፂና ዘለና ኣነ እውን ንዩጋንዳ ምብጋሲ ኣይተርፍን እዩ ምዚ ኩነታት ስለዚ ቅድሚ ስጉምቲ ምኻዱ ሲ ንኡ ክንረኽቦ ኢና ስለዚ ፀባ ሰዓት ዓስርተ እንድሕር ኣራኺብካና ዝበለፀ መስለኒ እንተዘይኮነ ግን ንህና ኦረዲ ናብቲ ፕራይም ሚኒስተር ኦፊሱን ደብዳቤ ፅሒፍና ኢና

ፅባሕ ምሽ ሰዓት ኣርባዕተ ሰዓት ዓሰርተ ይብል ኣሎ ወላ ሓንቲ ዘሕውኽ ነገር የብልናን ፅባሕ ሰዓት ዓሰርተ ንዮኒ ደውለሉ ቅድሚ ኩሉ ገለገለ ነገር ምግባርና ዕድል ክንህቦም ኢና ፅባሕ ናይ ንግሆ ስጋብ ሰዓት ዓሰርተ ክንፅበዮ ኢና ሂመክ ሹርዛት ግን ኣዎ ከይዱ ከራኽበን ኣለዎ ቆይ እስኻ ዘመዱ ዘመዱ ዲኻ በሎ እስቲ ዘመዱ ነ በሎ ፊሽ ሚኪ ይሓተካ ኣሎ ዘመዱ ዲኻ ኣብለካ ኣሎ
እዎ ቤተሰብ ኢና ኣብዚ ግን ዝፈልጦ ዘለኾነ ነዊሕ ዓመታት ርክብ ኣይነበረና እሞ ዘመዱ እንድሕር ኮንካሲ ከመይ ጌርካ ናቱ ኢንፎርሜሽን ዘይብልካ እስኻ
ኢንፎርመሽን ዘይብለይ ኣይኮንኩን ብቅድሚ ትማል ሒዝናዮ ውዒልና ኢና እኮ እብለካ ኣለኩ ይሰማዕካኒ እንበር ብቅድሚ ትማል እወ ብሓደ ውዒልና ኣብ ቸርች እቲናዮ ኣብ ቸርች እቲናዮ ከኣኒ ካባ ከኣኒ ኣሕጺብናዮ ኣሲርናዮ ሓዲርና ኣባ ኣሲርናዮ መሊስና ትማሊ ንግሆ ናብ ትማሊ ደውግሕ ሰዓት ሓሙሽተ ኣሕጺብናዮ ምስ ኣሕጸብናዮ ሸው ሓደ ቀሺ ኣትዩ እዚ ጥዑይ እዩ ወላ ሓንቲ እንታ ሽሙ የብሉን ፍት- ፍትሕዎ እሞ እንዳተመላለሰ ይተሓጸብ ኢልና ኦኬ ምስ መን ኣሎ ሕጂ ምስ መን ክንረኽቦ ንኽእል ናብ መን ክንድውል ንኽእል? እሱ ዘለዎ ቦታስ ቴሌፎን መን ኣለዎ?
ተሌፎን ኣይሓዘን ተሌፎን ንሱ ዘለዎ ትማል ኔሩ ሓደ ዓርኩ ደዊሉለይ ካብቲ ዓርኩ ተፈልዩ ከኣ ኣብቲ ቸርቺ ቦይኑ ከም ዘለየም ሓቢሩኒ። ስለዚ ኣብቲ ጽባሕ ቸርች እና ክንረኽቦ ሚኪ እታ ዶክተር ዘይሰደሉ ሚኪ ዓርከይ ዘይረኽቦም እሞ እሱ እሱ እኮ እዩ ንዕኦም ፅና ክረኽቦም ድሕር ንሕና ደ- ኮይናሲ እሱ ሓንሳብ ዘመዱ ወይም ድሕር ኮይኑስ ክተሓባበረልና እዩ ዝግብኦ እኮ ተረጋጋ ብራቮ ሓንቲ ዶክተር ኣላ ናይ ሰማዕካ ኣሎ ናይ ናይ ኣእምሮ ክትሕግዝ ትኽእል ኣብ ውደላ ኣብ ዩጋንዳ ተረኪብናሉ ዝነበርና ብዓብዩ እውን ንሕክምና ሕክምና ንክረክብ እንዲቲ ሓሳብና ነይሩ እቲ ካልእ ብድሕሪ ድስዕብ እቲ ሕማቕ እንድሕር ኣልዩ ድስዕብዎ ተልዮም ገለ እዩ ነይሩ ትርእስቲ ካብ መጀመርያ ሕጂ ሓንቲ ዶክተር ኣላ ዘዳለናያ ናይ ሳይካትሪስት ፅቡቅ እንታይ ይበሃል ኣለዋ እዩ ክትሕግዞ ትኽእል እያ ስለዚ ቴሌፎን ኣሞ ክንሰደልካ ክድውለላ ንዓ ትኽእል ዲኻ ትራኸቡ እሳ ሽዑ ባዕላ ኣብዴት ክትገብረና እያ እንታይ ኣድልዮ እንታይ እንተገበርና ናብ ህዝቢ ነቕርቦ ሽዑ በቃ ፅቡቅ ወሸልኹም ተሓባበረና ረኺብና ንሕና ድኣ እሞ ንሕና እኳ ስለ ዝሓየለና ገለ ኢና ሕጂ ከማን ዘይረኸብናዮ ቁሩብ ነቶም ንፈልጦስ ምቕራብ ኣቢና በቃ ዮኒ ሓበረና ሰብ ተረኺብና ጸገም ሰደልካዮ የብሉ ዮኒ ዮኒ ክሰደልካዮ ሰደልካዮ እሞ ኣነ ዮኒ በቃ ስለ ፊሽ ዘለኒ ሃወይ እቲ እቲ ዝግባኣና ኩሉ እቲ ሃልዮትን ሃገዝን ክንገብር ኢና ካባኻ ንደልዮ ጽዋ ንጎ ጥራይ ሰዓት ዓስር ተራኸበና በቃ ዮኒ ስጋብ ሰዓት ዓሰርተ ኢልካ ዕፀዎ ነቲ ወዲ። በቃ እወ እወ ኣራይ ቴንክ ዩ የቀኔሊ ፊሽ ቴሌፎኒ ሴፍ ግበራ እሞ ፀባኻ ክንድውለልካ ኢና ዳሃይ ክንገብር እቲ ዝኾነ ነገር ሓገዝ እንተደሊኹም ከዓ ደውለልና ዘመድ አይደለም ምን ቴሌፎን ሃቦ ናይታ ዶክተር ናይታ ዶክተር ቴሌፎን ሃቦ ኣይደለም ቆይ በናት እዚ ንባዕሉ ሓለዋቱ ዘይፍለጥ ሰብሲ ከመይ ጌርና ኢና ክስታይ ነብሎ ሚኪ ታጓል እዚ ሰንዚ ተረድኣኒ በናት እኔ እንደዚ ዓይነት ሚስጥር ሌላ ነው የማውቀው። ገባ ዮናስ? ኣቃል- እሞ ኣይደ- ኣይበልኩም ናይ ሓበሬታ ባዕልኹም ፍለጡ እንተልካ እንታይ ትገብር ኖ ኣይኮነን ኖ ሓንሳብ ሓንሳብ ሞ ድሓን እዋ በፍንጩ የምፅኦ ነጋ ዝበሃል ኢና ንሕዞ ብለካ ኣለኹ እኮ ተወዲኣ እኮ እያ እታ ሚስጥር ንሕና ኦኬ። እዚ ወዲ እዚ ዘመዱ ኮይኑ ይፈልጥን እንታይ መሲልካ በቃ ከምዚ ጌርካስ ከምዚ በሎም እዩ ተባሂሉ ተረዲካ ኣሎ ዘመዱ ዝኣክል ተረዲካ ኣሎ በቃ ከምዚ ጌርናዮ ኣብቲ ምስ ኣእተናዮ ኣብቲ ማይ ጨሎት ምስራሕ ኣብና እቲ ቀሺ ምስማዕ ኣብና ጥዑይ ኢልና ገለገለ ድብል ደሎ ብመሰረቱ ጥዑዩ እቲ ወዲ ሕማም የብሉን ብራዘር እዚ ያ ወዲ ሚኪ እዚ ግን ምን ኣለመስ ተማዒዱ ሚኪ ከም ድመፀ ፍሉጥ እዩ ተረዲኩም ኣሎ ወዲ ነታ ተኬ ዶክተር ድማ ንሕና እንዳ በላዕቲና ኣይንሰዳን ኢና ሕቡን ያ ክንፈጦ ሚኪ ደለካ ተረዲካ ኣሎ እቲ ቀሺ ሲ እዚ ሰብ እዚ ከይፈለጥና ኡኒ ስለ ደሎ ዘይኮና እታ ሳይንስ ክንቦ

ኣበይ ከም ደእትዎ ኣይፍለጥን እዩ ተወዲያ ስለዚ እዚ ነጋ ዝበሃል እዩ በቃ እቲ ኮኔክሽን ናቱ መስመር ነጋ ዝበሃል እዩ ካልእ እኮ ይብልና ንሕና ነዚ ወዲ እዚ እኮ ኣይንፈልጦን ኢና ዘመዱ ይኹን ዋላ ባዳ ይኹን ኣይንፈልጦን ኢና እዚ ወዲ እዚ ብቴሌፎን ስለ ዝተዛረበና ኣመቂሩሲ ክንኣምኖ ይብልና ንብለካ ኣለኹ ወይለይ ከመይ ዲኹም ጽቡቅ ወታደራት ኣይነበርኩም እንዲኹም ክንኣምኖ የብልናን ሚኪ ክንኣምኖ የብልናን ክንኣምነኩ የብልናን እኮ ግን ኢንፎርሜሽን ካብኡ ከሱ ኢንፎርሜሽን የምንፈልግ ከሆነ ግን እንደዚህ በኃይለ ቃል አይደለም፣ ቀስ ብሎ ነው። ሌላ ስትራቴጂ መጠቀም ነው። ሚኪ አነ ክብለካ ደለኹ ሓንሳብ ስምዓኒ እዚ ብሙሉ በዓል ነጋ እዚ ፊሽ ዝተባሃለ ካልኦት ገለ ኣብ ህቶ ምልክት እዮም ዘለዉ ኩሎም ተረድኻኒ ግን ንሕና ዶክመንት ዲና ብሎክ እንተገይሩካ ሕጂ እንታይ እንታይ ተምፅእ ወላ ኣነ ክትገብር መምፅእ ኣይትኽእልን ኣይኮነን ንሕና እኮ ንፈልጦ ሰብ ኣለ እናብለካ ኣሎ ሕጂ ኢድካ እሞ ያ ኣይትሃብ ሰብኣ ኢኻ ኢድካ ኣይትሃብ ተረዲካ ኣሎ እሞ እሞ ንሕና ንደቃሲ ተረዲካ ኣሎ ሃንሳብ ሃንሳብ እዚ ሰብ እዚ ተረዲካ ኣሎ ዮል ግዴቱ እዩ ግዴቱ ዘብሎ ድማ ካብቲ እስር ቤት ደውፅኦ ነጋ ዝበሃል እዩ ነዚኣ ቴሌፎን ድሃበና ድማ ካብ ርእሱ ከ- ከ- ከውርድ ስለ ዝደለይ ነዚ ወዲ እዚ እንታይ ንፈልጦ ዲና ቪድዮ ክፈት በሎ ኢለካ ኣይከፍትን ኢልካ ተረዲካ ኣሎ እ፣ ኣብ ፀልማት ኣለኹ ኣብ ብርሃን የለኹን ገለመለ ከምኡ ድበሃል ሳይንስ የለን ስለዚ ሕጅም ናይ እዚ ሳሚ እዚ ተሓታቲ ነጋ እዩ ቀዳማይ ነጋ ዝበሃል ወዲ እዩ። ተረዲካሎ ዘይፈልጦ ቴሌፎን ሂቡ ንዓና ተረዲካሎ ከሽካዓና ከይፍትን ተረዲካሎ ሕጅም ሳሚ ዝበሃል ወዲ ክመፅእ እንድሕር ኮይኑ ባዕሉን ከምፅኦ ምኸኣለ ነይሩ ብለካ ኣለኹ ካብ እስር ቤት ከውፅኦ ከሎ ደይሓፈረሲ ተረዲካሎ ንካልእ ሰብ ዘመሓላልፈና ጉዳይ የለን ኣምፃ ፅና ክድውለሉ እየ ከማን ነቲ ኣንዴ ቆይ እንታይ ድዩ መሲልኩም ኣሕዋት ኣብዚኣ ሕጂ ሕዝዎ እንታይ መሲልኩም እዚ ነጋ ትብልዎ ኣለኹም ኦኬ ኣውፅዎ ካብቲ እስር ቤት ኣብዚኣ ኣምፅኡ ነዞም ኣብዚኣ ክት ዳሃዩ ክትገብሩ ቀንኹም ኣምፅኡ ከዛርቦ እዩ ዝግብኦ እንታይ ክገብር ናብ ካልእ ሕክምና ዶ ናብ መጨሎ ትወሲዱ እዩ ድብል እዚኣ ገለ ስርሕላ ታገርመኩም ስለዚ ኣብዚ ኣምፅኡ ንትወድስ ከዛርቦ እዩ ዝግብኦ ንሳሚ ሓውና ድሕር ካብቲ እስር ቤት ኣውፅኡ ከምፀ እዩ ዝግብኦ እዚኣ ኣቶም ሰባት እዚ ወዲ ብጣዕሚ እዩ ተሳቂዩ ዘሎ ቃሉ ይሰማዕናይን ድምፁ ይሰማዕናይን እስከ ሕጂ እኮ ኣብዚኣ መፅኡ ሲ ወፂኦ ኣለኩ ኣሕዋት ሰለስተ የቀንየለይ መዓልቲ ሙሉእ እንዳተፃወትሉስ ኣብዚ መፅኡ ልሓስሓስ ያ ሰላም እናታቸው እማ ሰላም ሚኪ ሓወይ ከመይ ውዒልኩም እም፣ እዚ ወዲ እዚ ሓይሙ ዝቐነየ ወዲ ድዩ ካልእ እዩ? ያ ኦኬ ሕጂ መ- መን እዩ እንተኮይኑ ተኣሲሩ ደኣ ካብ እስር ቤት ኣውፅኦሞ
ኖ እስር ቤት ኣትዩ ነይሩ ተረዲ ከሎ ካብ እስር ቤት ሲ ኣዝማዱ ኢሎም ፈሊጦም ካልኦት ደላሎ ውፅኦም ኣሎ ነዚ ወዲ እዚ ኦኬ ገንዘብ ሓገዝ ሰዲድኩም ዶ ንስኻትኩም እንታይ ከኒ ነለ ዝኾነ ሓገዝ ሰዲድኩም ዲኹም ኖ ኣይሰደና መጀመሪያ ሴፍቲ ሴፍቲ እዩ ቆይ አንዴ ሲ ዝም በል አንተ ንመን ክሰድድ ኖኖ እንድዒ ንዕኡ ሲ ሕጂ ነቶም ሰባት ክሕተቱ ኣለዎም እቲ ዘውፀ ሲ እንታይ ኮይኑ ኣብኡ ከ ሰብ ኣሎ ድዩ ኣብቲ ዩጋንዳ ሰብ ኣሎ ድዩ እቲ ሰብ ዝከታተሎ ንዓኻትኩም ዝፈልጠኩም ማለት እዩ ጥዑይ ሰብ ክርከብ ኣለዎ
ኣንቲ እንታይ ኢኺ ትዛረቢ ደለኺ እንታይ እዩ ትዘረባ ምርዳእ ኣብኒ ከማን እንታይ ኢኺ ትብሊ ደለኺ ብዛዕባ መን ኢኺ ትዛረቢ ደለኺ
እዚ ወዲ ምሽ ምሎ ቅንያቱ ሓይሙ ከምዚ ክገብሩኒ እዮም ክብሉ እሞ ተወዲያ ንሕና ሲ ድምፂ ንኾኖ ኣለና ኣለኪ ኣለኑ ተረዲክ ኣለዎ እሞ ኣነ እኮ ከም እቲኦም ሓሳብ እዩ ደእሰርዎ መጽ- ሓሳብ እቲኦም ደእሰርዎ ደቂ ሓማሴን እዮም እቲ ወዲ ወዲ ሓማሴን እዩ ግልፂ ገይረ ክነግረኪ ክብራሃክ እንድሕር ኮይኑ ንሕና ደቂ ሰራየና ገሊኦም ድማ ደቂ ኣኮሎግዛ እዮም ኣብዚ ሲ ንብለኪ ደለና ኣብዚ ተረዲክ ኣሎ እዚ ወዲ እዚ ነቲኦም ደላሎ ደቂ ሓማሴን ስለ ዘጋለፀ ክቀትልዎ ደልዮም ፅሩይ ዝኾነ ትግርኛ ክዛረበካ ነ እንኪን ምንኪን ደይብላ ማለት እዩ ሕጂ ተመሊሶም ከም ሓዎም ኮይኖም ንረድኦ ኣለና ይብሉ ኣለዉ ግን ፈሊጦም መጀመርያ ኣብዚ ሚድያ እንታይ ምኢሉ መፅዩ ደቂ ኤርትራ ኣነ ሰብ የብለይ እዚኦም ሰባት እዚኦም ከምዚ የሰጋግሩ ኣለዉ ከምዚ ይገብሩ ኣለዉ ስለ ዝበልኩ ክቀትሉኑ ደልዮም ኢሉ መፂኪ ዶ ሚሴጅ ናባኺ ከምኡ ድብል ወዲ መፂኪ ዶ ውፅእ ካብ ሚት
ይሰማዕካ ኣለኹ እወ መፂኪ ዶ ከምኡ ድብል ቪድዮ ቢዶ ደኣ ንክቐትልኒ ገለመለታት ዝብል ኣነ Yes! የዩ ሸር የስ ረዲካል በቃ ኣስገርቲ እዮም ክቀትልዎ ደልዮም ኣብ እንዳ ፖሊስ ከይዱ ንባ ተዓቂቡ ተረዲ ከሎ ካብቲ እንዳ እሺ ፖሊስ እዚ ነጋ ዝበሃል ወዲ ሓማሴን ኖኖ ጸገም የብልካን ደላላ እዩ ኖ ጸገም የብልካን ከነውጻእካ ኢና ንሕና ኢሉ ካብ እስር ቤት ምስ ኣውጾ ኣበይ ከም ደእትዎ ኣይተፈለጠን ተወዲያ ሕጂ እዚኣ እታ ዘላ ጉዳይ ሕጂ ክንድውለሉ ኢና ደውል ሕጂ ኣነ እቲ ሓሳበይሲ ቀስ ጌርካ ሰብ ዝፍለጥ እንድሕር ነዚ ንዓኻትኩም ዝፈልጠኩም ገለ ተተረኺቡ ነቲ ወዲ ውሕስነቱ ማለት እዩ ኣብ እንታይ ከም ዘሎ ምርካብ እየ ዝብል ኣቲ ኣዚዳሞ
ሰብኣውነት ስለ ዘለና እምበር ረሲዕኹምዎ እንዲኹም ኩልኹም እንታይ በረሮቕ ትብሉ ዝመፂኹም ኣነ ኮ ኤርትራዊት እየ ኒኪ ሓማሴን ኣይኮንኩ ገለ ኣይኮንኩ የራሳችሁ ጉዳይ ዋላ ገደል እተዋቦ ሓንሳብ ንሕና ስለ ዝጀመርናዮ ክንውድኦ ኢልና ወ ጸገም የለን ኣብዚ ግን ዝዘከሮ ሰብ የለን ኣብዚ ሚድያ ብለክ ኣለኹ ዝዘከሮ ሰብ የለን ተወዲያ
አንድ ላክ ስለሌለ እኳ ተመሊስካ ቁፅሪ ናይቱ አንድ ሓንሳብ ሓንሳብ አንድ ላክልኝ እዚህ ጋር ፕራይቬት ክሰደልካ ናይዚ ናይ ፊች በዚህ ጻፈው ጻፈው እዚህ ጋር እዚህ ጋር ጻፈው ጻፈው እዚህ ጋር ዮናስ በጣም አቃጥለኝ ይሻላል
አዎ እዚህ ጋር በዚህ በቲክቶክ ጻፍልኝ። እዚህ ጋር እዚህ ጋር Alright. ሚዲያ ላይ ጻፍ።
ያው ጽፌ ላለው ታች አለ በሌላ እኔ ስም ገባረ ኮይኑ እዩ እዚ
ንሰበ እሲሩ ናይ ካልእ ሰብ ተለፎን ኣነ ኻን ዘርኢ። ኣብ ታሕቲ ጽሒፈልካ ኣለኹ ሚካ ሓወይ 256745 ያ፣ ኦኬ። ያ ሰብ ንሰብ እንዳእሰሩ እዚ ደቂ ሸርሙጣ ኣብዚ ብሰብ ኣነ ክትሰርቁ እዚ ግን ንዩጋንዳ ክድውል እሞ ናብ ካልእ ሰብ ናብኡ ክሰዶ ቸርች ኺድ ፅባ ከይድካ ነዚ ሰብ እዚ ድሃይ ግበር ንብሎ ኖ ኣብኡ እንተ እ? ካብ እስር ቤት መነዲ ኣውፃዮ ኢሉ ወሱ መጀመርያ ክረዶ ኢሉ ዶ ይኮን ከ- ኣውፅዎ ንክድርብዮ ድዩ ኣውፅዎ ካብ እስር ቤት ወዲ ሻርምጣ ኣበይ ደሎ እዚ ቆንዳቢ ኣውፅኡ ከሞ መነዲ ዋላ ዝብሃል ኣውፅኡሲ ኣብዚ ኣይከምፀ ድግቦ ነይሩ